ሰላም ዝኸበርኩም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ኣኣብ ዘለኹሞ ጽቡቕ ክትህልዉ ተስፋ እንዳገበርኩ ንሎሚ ድማ ኣብ ዝሓለፈ ቪድዮይ ሓንቲ ሓፍትና ንሓዊ ዝነደደ ቆርበት ከምኡውን ሓዊ ዝገደፈልና በሰላ ከጥፍኣልና ዝኽእል ትሕዝቶ ኣርእየና ኢላ ጽሒፋትለይ ነይራ። ብኡ ተሞርኪሰ ድማ ንሓድሽ ሓዊ ዝነደደ ቆርበት በሰላ ከየገድፈልና ዝጠቕመና ከምኡ ድማ ጊዘ ዝወሰደ ማለት በሰላ ናይ ሓዊ ንዘለዎ ቆርበት ጠቓሚ ዝኾነ ብተወሳኺ ውን ንማህረምቲ ይኹን ንኣግዜማ ዘለዎ ቆርበት ከምኡ ድማ ንዝኾነ ኣብ ቆርበትና ዘሎ ኣሰር ከጥፍኣልና ዝኽእል ኣዝዩ ጠቓሚ ትሕዝቶታት እየ ሒዘልኩም መጽየ ዘለኹ። እስካብ መወዳእታ ምሳይ ጸንሑ። ቅድሚኡ ግን ንዛ ቪድዮይ ሓደሽቲ ዝኾንኩም ሳብስክራይብ ብምግባር ኣባላት ናይዛ ቻነል ክትኮኑ ብኽብሪ ይዕድመኩም። ነዛ ኣብ ታሕቲ ዘላ ቃጭል ብምጥዋቕ እውን ሓደሽቲ ዘውርዶ ቪድዮታተይ ብቐዳምነት ክትርእዩ ትኽእሉ ኢኹም። መጀመርያ ኣዳልያ ዘለኹ ትሕዝቶ እምበኣር ንሓድሽ ሓዊ ዝነደዶ ቆርበት በሰላ ከይገድፈልና ትሕግዘና ከምኡ እውን ባክተርያ ማለት ቁስሊ ከይገብር ከይቆስል ቀልጢፉ ክሓውን ክደርቕን ትሕግዘና ትሕዝቶ ኢና ክንሰርሕ። ነዛ ትሕዝቶ እዚኣ ንክንሰርሕ ድማ ቀንዲ ዘድልየና ሰፈፍ ናይ መዓር ወይ ድማ ሽምዕል ዓሰል እዩ። ከምዚ ዓይነት ማለት እዩ። መዓር ኣብ ዝተኸፈተ ቆርበት ማለት ኣብ ቁስሊ ባክቴርያ ከይፈጥር ስለ ዝከላኸለልና ከም ሙዓቕም ክንጥቀመሉ ንኽእል ኢና። ንኹሉ ዓይነት ቁስሊ ማለት እዩ። ኣብዚ ንሎሚ ነዳልዎ ሓድሽ ሓዊ ዝነደደ ቆርበት ድማ በዚ ኣገባብ ጌርና ከነዳልዎ ኢና። እዚ ድማ ሰለስተ ማንካ መብልዒ ወሲደ ኣለኹ። ኣብዚ ትሕዝቶ እዚ ንጥቀመሉ መዓር ጽሩይ ማለት ኣስሊ መዓር ክኸውን ኣለዎ። እቲ ንጥቀመሉ ሽምዕል ዓሰል ደረቕ እንተኾይኑ ማለት ደረቕ ሽምዕል ዓሰል እንተረኺብና ድማ መጀመርያ ብናይ ካሮት መፋሕፍሒ ክንፍሕፍሖ ኢና። ምስኡ ድማ ልክዕ ብናቱ ዓቐን ሰለስተ ማንካ ዘይት ዘይቱን ወይ ድማ ኦሊቭ ኦይል ከድልየና እዩ። እቲ ንጥቀመሉ ኦሊቭ ኦይል እውን ፅሩይ ዘይቲ ክኸውን ኣለዎ። ሰለስተ ማንካ ሽምዕል ዓሰል፣ ሰለስተ ማንካ ዘይት ዘይቱን ምስኡ ድማ ሰለስተ ማንካ መዓር ከድልየና እዩ። እዚኤን ድማ ሰለስቲኤን ብማዕረ ዓቐን ወሲድና ብሃፋ ማይ ከነምክኾ ኢና። ጥቕሙ ከይከየድ መታን ብቐጥታ ኣብ ሓዊ ክስኽትቶ የብልናን። ብሃፋ ማይ ጌርና ኢና ከነምክኾ፣ ሓዊ ኣትሕት ኣቢልና። ስቲም ጌርና ማለት እዩ ሓዊ ኣትሕት ኣቢልና ድማ ኣጸቢቑ ኩሉ እቲ መዓር ስጋብ ዝመክኽ ከነጽንሖ ኢና ምስ መኸኸ ድማ ኣስፊፍና ክንጥቀመሉ ኢና። እዚ ትሕዝቶ እዚ ብኸምዚ ዝረኣናዮ ኣገባብ ኣብዚሕና ከነዳልዎ ንኽእል። ሓደ ዓመት ሙሉእ ድማ ከይተባላሸወ ክጸንሓልና ይኽእል እዩ። ንሓደ ዓመት ክንጥቀመሉ ንኽእል ኢና። እዛ ትሕዝቶ እዚኣ ቆርበትና ከይቆስል ማለት ቁስሊ ቀልጢፉ ክደርቕን በሰላ ከይገድፍን ትሕግዘና ኮይና ተኸታቲልና እንተተጠቂምናላ ድማ ንኣሰር ናይ ሓዊ ከምኡ ድማ ዝኾነ በሰላ ኣብ ቆርበትና እንተሊና ከተጥፍኣልና ትኽእል እያ። ኣጠቓቕማኣ ድማ ኣብቲ ዝተጎድኣ ቆርበትና ንክልተ ስጋብ ሰለስተ ጊዘ ንመዓልቲ ክንለኽዮ ኢና። ንካብ ዓሰርተ ደቓቕ ንላዕሊ ኣብ ሃፋ ማይ ጌርና ሓዊ ኣትሕት ኣቢልና ምስ ኣምከኽናዮ ከምዚ መጺልና ኣሎ። ነቲ ረስሓቱ ድማ ብደቂቕ ከነስፍፎ ኢና። ደቂቕ መስፈፊ እንተዘይብልና ድማ ጽሩይ ዓለባ ክንጥቀም ንኽእል። ኣስፊፍና ድማ ኣብ ጽሩይን ድሩቕን ናይ ጥርሙዝ ኮንተይነር ገልቢጥና ኣብ ድሩብ ቦታ ከነቐምጦ ኢና። ብኸምዚ ኣብዚሕና ኣዳሊና ድማ ንነዊሕ ግዜ፣ ስጋብ ዓመት ዝኣክል፣ ክንጥቀመሉ ንኽእል ኢና። እዛ ትሕዝቶ እዚኣ ተኸታቲልና ብምጥቃም ድማ ንሓዊ ንዝነደደ ቆርበትን ኣሰሩን ተጥፍኣልና ኣዝያ ጠቓሚት ትሕዝቶ እያ። ንክልተ ስጋብ ሰለስተ ጊዘ ንመዓልቲ ብምልካይ ድማ ክንጥቀመላ ኢና። ኣብቲ ንዳድ ዘለዎን ኣሰር ናይ ምንዳድ ዘለዎን ቦታ ማለት እዩ። ኣብ ገዛ ብከምዚ ኣዳሊና ብምጽናሕ ድማ ብቐጥታ ኣብቲ ሓዊ ዝነደደ ቦታ ሓድሽ ሓዊ ዝነደደ ቦታ ክንለኽዮ ንኽእል ኢና። ስጋብ ለውጢ ዘምጻልና ድማ ተኸታቲልና መዓልታዊ ክንጥቀመሉ ኢና። ቀጺልና ድማ ናብታ ካልኤቲ ኣዳልየያ ዘለኹ ትሕዝቶ ክንሓልፍ። እዛ ትሕዝቶ እዚኣ ውን ንማህረምቲ ይኹን በሰላ ከምኡ ውን ኣግዚማ ንዘለዎ ቆርበት ኣዝያ ጠቓሚት ትሕዝቶ እያ። ንዓኣ ንኽንሰርሕ ድማ ቅስጥል ሂንድ ከድልየና እዩ። እዚ ንሪኦ ዘለና ብዓረብ ቅስጥል ህንድ ይበሃል። ብትግርኛ ድማ እንተዘይተጋጌ ቀበረሾ ይበሃል። እዚ ድማ ዘይተጣሕነ ቀበረሾ እዩ። እነዳለዎ ትሕዝቶ ድማ ዝተጣሕነ ቀበረሾ ባውደር ከድልየና እዩ። ዘይተጣሕነ ቀበረሾ ኣብ ገዛ ኣምጺእና ምጥሓኑ ከሸግረና ስለ ዝኽእል ጥሑን እንተረኺብና ዝበለጸ እዩ። ምስኡ ድማ ኦሊቭ ኦይል ወይ ድማ ዘይት ዘይቱን ከድልየና እዩ። ክልተ ማንካ ካብዚ ባውደር ናይ ቀበረሾ ምስ ክልተ ማንካ ዘይት ዘይቱን ብሓደ ሓዋዊስና ከነዳልዋ ኢና። ኣብዚ ዘይት ዘይቱን ውን ኣስሊ ዘይት ዘይቱን ከድልየና እዩ፣ ጽሩይ ዓይነት ማለት እዩ። እዛ ትሕዝቶ እዚኣ ውን ብኸምዚ ዝረኣናዮ ኣገባብ ኣብዚሕና ኣዳሊና ንነዊሕ ጊዘ ስጋብ ክልተ ወርሒ ዝኣክል ከይተባላሸወ ክንጥቀመሉ ንኽእል ኢና። ብኸምዚ ኣዳሊና ድማ ክንጥቀመላ ኢና ማለት እዩ። ኣገባብ ኣጠቓቕማኣ ድማ ኣብቲ ኣሰር ዘለዎ ቦታ ለኺና ንዓሰርተ ሓሙሽተ ደቒቕ ከነጽንሖ ኢና ኣብ ቆርበትና ስጋብ ዝነቕጸልና ማለት እዩ። ብኸምዚ ድማ መዓልታዊ ንጥቀመላ ለውጢ ስጋብ ነምጽእ ማለት ቆርበትና ለውጢ ስጋብ ዘምጽኣልና መዓልታዊ ክንጥቀመላ ኢና። ንዓሰርተ ሓሙሽተ ደቓይቕ ወይ ድማ ስጋብ ዝነቕጸልና ጸኒሕና ድማ ብለበጥ ዝበለ ማይ ክንሓጽቦ ኢና። እዚ ድማ መዓልታዊ ተኸታቲልና ክንጥቀመሉ ኢና ለውጢ ስጋብ ንርኢ። ብኸምዚ ንዓበይቲ ይኹን ንቖልዑት ክንጥቀመላ ኢና። ንቖልዑት ካብ ሓሙሽተ ዓመት ንላዕሊ ክንጥቀመላ ንኽእል ኢና። ኣብቲ በሰላ ዘለዎ ቦታ ብምልካይ ድማ መዓልታዊ ንጥቀመላ። ኣብ ሓጺር ግዜ ድማ ለውጢ ከተምጽኣልና ትኽእል ኣዝያ ጠቓሚት ትሕዝቶ እያ። ብኸምዚ ድማ ክልተ ዓይነት ንሓዊ ዝነደደ ቆርበት ኣሰር ከይገድፈልና ዝሕግዘና ትሕዝቶ ከምኡውን ንዝኾነ ግዜ ዝወሰደ በሰላ ይኹን ማህረምቲ ከምኡ ድማ ንኣክዚማ ዘለዎ ቆርበት ኣዝዩ ጠቓሚ ዝኾነ ትሕዝቶታት ኣብ ገዛና ብቐሊል መንገዲ ነዳሉ። እዘን ዘዳለናየን ብከምዚ ዝረኣናዮ ኣገባብ ኣብዚሕና ሰሪሕና ኣብ ፅሩይ ኮንተይነር ገልቢጥና ንነዊሕ ግዘ ክንጥቀመሉ ንኽእል። ተኸታቲልና ብምጥቃም ድማ ቆርበትና ክፀርየልና ይኽእል እዩ። ብቐሊሉ ኣብ ፋርማሲታት ክንገዝኦ ንኽእል፣ ንሓዊ ዝነደደ ቆርበት ቀልጢፉ ዘንቅጸልናን ኣሰር ከየገድፍን ዝሕግዘና ከምኡ ድማ ንኣሰር ዘለዎ ቆርበት እውን ጠቓሚ ዝኾነ ክሬማት ድማ ቀዳመይቲ እዛ ንሪኣ ዘለና ሚቦ ትብል ኣዝያ ጠቓሚት ክሬም እያ። እዚኣ ድማ ንቐዳማይ ይኹን ካልኣይ ደረጃ ምንዳድ ቀልጢፉ ክነቅጽ ዝሕግዘና እዩ። ብተወሳኺ ድማ ኣሰር ከይገድፍ ውን ኣዝዩ ሓጋዚ እዩ ማለት እዩ። እዛ ካልኣይቲ ኣማራጺ ድማ እዛ ንሪኣ ዘለና ፒፓንቲን ፕላስ ቁስሊ ቀልጢፉ ንክነቕጸልና ኣዝያ ሓጋዚት ክሬም እያ። ብኸምዚ ድማ ኣብ መወዳእታ ናይዛ ቪድዮ በጺሐ ኣለኹ። ጠቓሚት ክትከውን ኩሉ ክጥቀመላ ተስፋ እንዳገበርኩ ኣብ ኩሉ ንኽትበጽሕ ሼር ግበርዋ ኢኹም። ቻነልና ንኽትዓቢ እውን ሳብስክራይብ ኣይትረስዑ ኢኹም። ናይ ሎሚ ትሕዝቶይ እዚ እዩ ነይሩ። ኣብ ቀጻሊ ንዓኹም ይጠቅም እዩ ዝበልክዎ ተመሳሳሊ ቪድዮ ስጋብ ንራኸብ ሰላም።